ሰላም ዝኸበርኩም ተኸታተልቲ ቀንዴል ቀፂሉ ገምጋም ፀወታ ቀዳማይ እግሪ ጎባልል ክለባት ኤሮጳ ካልኣይ ክፋል ክቐርብ እዩ ሰናይ ምክትታል ኣብ ናይ ዓሚ ናይ ቻምፒየንስ ሊግ ርብዒ ፍጻመ ብጁቨንትስ ብድምር ሰለስተ ብዜሮ ሳዒራ ዝተረፈት ባርሴሎና ኣብዚ ግጥምዚ ከይድገም ጥራይ ዘይኮነ ሕንኦም ብግቡእ ክፍደ ተኾይኑ ብልክዕ እንተወሓደ ሰለስተ ጎል ክምዝገብ ኣለዎ ኢሉ ኣንቂዱ ዝኣተወን ዕረፍቲ ከይወፅኣ ቀዳመይቲ ጎል ዘመዝገበን ሊዮነል መሲ እዩ ካብ ሓላ ውልዳት ማርክ ኣንደርሰገን ዝጀመረት ኩዕሶ ኣብ መሲን ስዋረዝን ምስ በፅሐት ሓደ ክልተ ድሕሪ ምቅብባሎም መሲ ፀቂጡ ዝሃረማ ብየማናይ ሸነኽ ናይ ሓላ ውልዳት ብፎን ክትምዝገብ ብምኽኣላ መሲ መጀመርያ ግዜ ኣብ ናይ ጸወታ ታሪኹ ከመዝግበሉ በቕዐ ሕጂ እውን ድሕሪ ዕረፍቲ መሲ ዝኾረታ ኩዕሶ ብግቡእ ብተኸላኸልቲ ጁቨንቱስ ስለ ዘይወፀት ኣብ ክሊ ቅላዕ መቕፃዕቲ ዝፅበ ዝነበረ ኢቫን ራከቲጅ ኣመዝገባ ሳሳይ ከዓ መሲ ባዕሉ ካብ ራከቲጅ ንመጀመርያ ዝሓለፈትሉ ኩዕሶ ተቐቢሉ ንክልተ ተኸላኸልቲ ብሓደ ወስታ ኣህፂፁ ንቡፎን ናብ ኣንጻር ዝቆልዖ ብምውዳቕ ሓንቲ ካብተን ንነዊሕ ግዜ ክገብሮ ዝርኤናዮ ጎል ኣመዝገበ ድሕሪ እቲ ጸወታ ኣሰልጣኒ ቫልቫርደ ኣብ ዝበሎ መሲ ኩዕሶ ተሒዝዋ ኩሉ ግዜ ገለ ነገር ከም ዝፍጠር ትፈልጥ ኢኻ ብዛዕባ ጎላቱ ጥራይ ዘይኮነ ብዛዕባ ኩሉ መዳያዊ ጸወትኡ ቅድሚ ሕጂ ኣብ ኢድ መሲ ብዙሕ ተሳቕየ እሞ ሕጂ ግና ኣብ ጋንታይ ምህላው ይቋደሶ ኣለኹ ኢሉ። ብዘይካዚ ኣብዚ ዓመትዚ ዝፈረመ ናይ ድሕሪት ናይ የማን ተኸላኸላይ ኔልሰን ሰሜዶ ዝነኣድ ፀወታ ብምርኣይ ዝተኸፈለሉ ዋጋ ኣብ ግምት ምእታው ንደገፍቲ ባርሴሎና ኣደኒቕዎም ከም ዘሎ ተፈሊጡ ንሱ ድሕሪ ፀወታ ኣብ ዝበሎ ኣነ ኩሉ ግዜ ዝከኣለኒ እየ ዝገብር ኣሰልጣኒ ከዓ ኣባይ ሙሉእ ርእሰ ተኣማመነት ከም ዘለዎ ሓቢርኒ እዩ ስለዚ ነዛ ጋንታ ንምሕጋዝ ኩሉ ግዜ ዘለኒ ክህብ እየ እንተኾይኑለይ ከኣ መስመር ዳንኤል ኣልቨስ ተኸቲለ ንሱ ዝበጽሖ ብምብጻሕ ንዕኡ ክመስል እየ ዝጽዕር ክብል ተዛሪቡ ካልእ ናይዚ ዓመትዚ ብብዙሕ ገንዘብ ዝፈረመን ኣብዚ ግጥምዚ ጽቡቕ ዝተጻወተን ሙሳ ደምበለ ኣብ መወዳእታ ጸወታ ንመሲ ማሊኡ ከም ዝሓተቶ ተፈሊጡ መብዛሕትኡ ግዜ መሲ ነታ ህብብቲ ቁፅሪ 10 ማሊኡ ንዝሓትዎ ናይ ኣንጻር ጋንታ እዩ ዝህብ እንተኾነ ግና ኣብ ጸወታ እዚ እቲ ሕቶ ካብ ወዲ ጋንቱ እዩ መፅዎ ካብ ቅድም ሕሉፍ ኣደናቂ መሲ ምዃኑ ዝፍለጥ ሙሳ ደምበለ ምስቲ ዘምልኾ ተጻዋታይ ክወርድ ዝጀመረላን እሞ ከኣ ኣብ ቻምፕየንስ ሊግ ምስ ምዃኑ ንሓዋሩ ክዝክራ ስለ ዝደሊ ነታ ማልያ ከም ዝሓተቶ ክፍለጥ ተኻኢሉ ኣሎ ናይ ዓሚ ዕውታት ቻምፕየንስ ሊግ ሪያል ማድሪድ ወፍሪ መበል 13 ዋንጮም ንኣፒኤል ዓዲሞም 3 ብ 0 ዝተዓርሉ ኣሃዱ ኢሎም ጀሚሮም ትሑት ብቕዓት ናይ መጋጥምቶም ኣብ ግምት ምእታው ከኣ ሪያል ማድሪድ ካብ ሳልሳይ ማርሻውን ክወፁ ኣይተራእዩን ብምኽንያት መስበርቲ ቤንዜማን ማርኮ ኣሰንሲዮን ሓፈሻዊ ኣወራርዳ ጋንቱ ናብ 4-4-2 ብምቕያር ንቤልን ሮናልዶን ኣብ ቅድሚት ከሰልፎም ዝተገደደ ዜዳን ኣብ ማእከል ከኣ ኣብ ቦታቲ ዘዕረፈ ቶኒ ክሩስ ማቴዮ ኮቫችክ ክወርድ ከሎ ኢስኮን ካዘሚሮን ሞድሪችን ከኣ ንዝተረፈ ክፋልቲ ማእከል ሜዳ ክቆጻጸሩ ስራሕ ተዋህቦም ኣብ ድሕሪት ከኣ ኣብ ቦታ ራፍኤል ቬራን ናቾ ክረአ ክኢሉ እዩ። ድሕሪ ቅሩብ ደቃይቕ ጸወታ ድሕሪ ምጅማሩ ከኣ ሮናልዶ ካብ ኢስኮ ንዝጀመረ መሰ መጥቃዕቲ ናብ ጸገማይ ሸነኽ መጥቃዕቲ ንዝነበረ ቤል ምስ በጽሐ ቤል እውን ብጽቡቕ መጢኑ ናብ ሮናልዶ ዝጽበየሉ ዝነበረ ክፋል ናይቲ ቦታ ምስ ኮረሳ ሮናልዶ ተቐቢሉ ኣመዝገባ ሪያል ማድሪድ ከኣ ነቲ ንሓሙሽተ ጸወታ ዝኸስረቶ ግን ከኣ ንሓምሳ ጸወታ ኮይኑ ዝተሰምዓ እንተወሓደ ኣብ ሻምፒዮንስ ክትረኽቦ ምኽኣላ እፎይታ ተሰምዓ ጸወታ ዝጀመረሉ ኣብ ሓጺር ግዜ ምምዝጋቡ ከኣ ነቲ ንቡር ኣበሃህላ መድሪዳውያን ክደግሙዮም ክኢሎም። ረናልዶ ተዘይህሉስ እንታይ ምኾና ዝብል እዩ። ሽሕ እኳ ማድሪድ ካልኦት ከዋክብቲ እተሃለውዋ እቲ ሓቂ ግና ክሳብዚ ግዜ እዚ ላቺ ሮናልዶ ክኣስር ዝኽእል የብሎምን። ኣብ ክለብ ሪያል ማድሪድ ሮናልዶ ጎል እንተኣመዝጊቡ ዝገርሞ ሰብ የለን። እቲ ምግራም ብኣንጻር እዩ ከየመዝገበ ግዜ እንተወሲዱ እዩ። መሪሕነት ማድሪድ ግና ብዘይ ዋጋ ይመፀን ንኣከፋፋሊ ኮቫችክ ብመስበርቲ ብምኽሳሮም ብቶኒ ክሩስ ክትክእዎ ተገዲዶም እዮም ድሕሪ ዕረፍቲ እውን ካብ ካርቪሃል ንዝተኾረሰትሉ ኩዕሶ ላዕላዊ ዓንዲ ልዳት ክህርብ ምምኽኣሉን መስመር ሕንፃፅ ዝሓለፈት እኳ እንተመሰለት ብናይ ጎል ላይን ቴክኖሎጂ ግና ተሰረዘት ነዊሕ ኣይፀንሐን ግና ሮናልዶ ብሪጎላ ካልኣይቲ ክደግም ከሎ ኣብ መወዳእታ ደቂቕ ከዓ ራሞስ ሳልሰይቲ ቺለ ብምምዝጋብ ዕዉት ምሸት ኣካይዶም ድሕሪ እቲ ፀወታ ኣሰልጣኒ ዜዳን ኣብ ዝበሎ ክርስትያኖ ሮናልዶ ካብ ዓለም ዝበለፀ ተፃወታ እዩ ኩሉ ግዜ ኣብ ቦትኡ ኣሎ ኩሉ ግዜ እዩ ዘመዝግብ ሎሚ ዕድል ነይርዎ ተዝኸውን ነይሩ ኣርባዕተ ጎል መመዝገበ ነይሩ ክእለት ናይ ሮናልዶ ኩላትና ንፈልጦ መስለኒ ኢሉ ንራሞስ እውን ብተወሳኺ ዘድንቖ ዜዳን ራሞስ ብልሙድ ብርእሲ ዘመዝግብ ከምዚ ዝርኤናዮ ብስቲለ ናይ ምዝጋብ ክእለት እውን ኣለዎ ክብል ወሲኹ ኣብ ካልእ ግጥማት ፒኤስጂ ኔይማር ማፔ ካቫኒ ክልተ ኣብ ዘመዝገበሉ ሓንቱ ከዓ ኣውቶጎል ሓሙሽተ ብዜሮ ንሰልቲክ ክስዕርዋ ከለዉ ባየር ሚኒክ ከዓ ለወንዶስኪ ኣልካንትራ ኪሚች ኣብ ዘመዝግብሉ ንኣንደርሌክት ሰለስተ ብዜሮ ስዒሮማ ብተወሳኺ ሮማ ምስ ኣትለቲኮ ማድሪድ ዜሮ ብዜሮ ስፖርቲን ሊዝበን ንኦሎምፒያከስ ሰለስተ ብክልተ፣ ሲኤስከይ ሞስኮ ንበነፊካ ክልተ ብሓደ፣ መርበር ምስ ስፓርታ ሞስኮ ሓደ ብሓደ፣ በስቲካ ንፖርቶ ሰለስተ ብሓደ፣ ሻክታር ዶኖስክ ንናፖሊ ክልተ ብሓደ ዝኾነ ውፅኢት ወዲኤን። ዝኸበርኩም ተኸታተልቲ ቀንዴል ንሕጂ ዝተዳለወ